ያው መጀመርያ እንኳዕ ንበዓል ሓዋርያ ብሰላም ኣብፀሐኩም ኣብፀሐና ንኩልኹም ፈተውትና ተኸታተልትና ፋሚሊና ኣብ መላእ ዓለም ዘለኹም እንኳዕ ኣብፀሐኩም ርሑስ በዓል ሓዋርያ ይገረልኩም እና ያው ለማንት ፋሚሊ በዓል እዩ ያው በዓል ከምቲ ኩሉ ግዜ ዝለኩም ምስ ቤተሰብ ምስ ፋሚሊ ሞዓል ይደስል ግን ናብራ ስደት ናብራ ንምኽኣል ያው ዳርጋ ኩልና ምስ ፋሚሊ ኮናን ዘለና እና ብዝኸኣልናዮ ግን ያው በዓል ደስ ዝብል ጌርካ ምሕላፍ ብዘለካ በቃ ከም ዝኸኣልካዮስ ንምሕጓስ ምሙካር ፅቡቅ ኢለ እዩ ዝሓስብ ኣነ እና ፋሚሊ ኩልኹም ደስ ዝብል በዓል ከም ትሕልፉ ኣለኹም ተስፋ ናገበርኩ ያው ለማንት ዝመፃ ኩሉ ቤተሰብ ምስ ኣሌክስ ዝተፈጠረ ነገራት ሪኢኹም ኢኹም እና ብዙሕ ነገር ተፈጢሩ እዩ ግን ከምዚ ኢሉ ምፍትሑ ናብ ገዝኡ ምምላሱ ደስ ኢልኒ ቤተሰብ ያው ይቕረ ይቕረ ክትበሃል ተኮይንካ እዚ ጥፋእተኛ እዚ ጥፋእተኛ ማል ኣየድልን ብቻ ኣነ እውን ይቅርታ ኢለዮ እየ እሱ እውን ገዲፍዎ እዩ እና ኩሉ ነገር ተፈቲሑ እዩ ፋሚሊ እና ትማሊ ያው ሓሚሙ ከም ዝነበረ ሪኢኹም ኢኹም ባይዘ ሕዚ እውን ኣይጣዓየን ፋሚሊ ማለት ብደንብ ሲ ይጣዓየን ኣሌክስ ማለት ያው ኣና ንዓኹም ይነግረኩም ቤተሰብ ኣሌክስ ማለት ብደንብ ኢኹም ትፈልጥዎ ብደንብ ኩሉ ነገር እናረኣኹሞ ነርኩም ኢኹም ኣሌክስ ንውላዱ እንታይ ዓይነት ኣቦ ምዃኑ ንዓይ እውን ንሰበይቱ እንታይ ዓይነት ብጣዕሚ ዝንከባኸብ ሰብኣይ ምዃኑ ትፈልጥዎ ኢኹም ግን እንድዒ ከምዚ ዝኾነሉ ምኽንያት ዝተፈጠረ ዝሓለፍናዮ ነገር ዝኾነሉ ምኽንያት ሲ ብጥዕኑ ይመስለንን ኣነ እንደ ኣሌክስ ዝኾነ ነገር ኮይኑ ከይኸውን እምበር ኩሉ ነገርና ንዓኹም ነርእኩም ኢና ፋሚሊ ምንም ዝሕባእ ነገር የለን ካባኹም ከመይ ገይሩ ኣሌክስ ንዓይ ከመይ ገይሩ ከም ዘቕጠኒ ከመይ ከም ዝሕንቀቐኒ ብደንብ ኢኹም ትፈልጡ ኣነ ኣብ ማንም ዘይሕንቅቆ ኣብኡ እየ ዝሕንቅቕ ብጣዕሚ እዩ ዝሕንቅቐኒ ንሱም ብጣዕሚ እዩ ዝፎትኒ ብጣዕሚ እዩ ዝንከሃኸኒ ብጣዕሚ እዩ ፍቕሪ ዘእኒ እና ካባይ ሓሊፉ ድማ ንውላደይ ንውላድና ከመይ ገይሩ ከም ዝንከሃኸ ኩልኹም ትፈልጥዎ ነገር እዩ እንዲ ኣነ ኣሌክስ ማለት እንደ ብቻ ብዙሕ ሻዕ እውን ተጠየቀ ዝጠየቀኒ ሰብ እውን ብሓንቲ ቃል ግለፅ እዮ ንኣሌክስ ክለኒ ከሎ ኣይ ኣነ ንኣሌክስስ መግለፂ ቃል የለይን ብቻ ግን ንዓይ እሱ ሂወተ እዩ ኩሉ ነገር እዩ ይለኩም ነይረና ንዑ መግለፂ ቃል ስለሳእንኩ እየ ብቻ ግን ዝተፈጠረ ነገራት ብጥዕኑ ኣይኮነን ብሓደ ግዘ ሰብ ቅይር ክብል ከሎ ዝኾነ ነገር ኣጋጢምዎ ኣሎ ዝኾነ ነገር ኮይኑ ኣሎ እምበር ካብ መሬት ተላዒሉ ሰብ ከም ዝኸውን ኢለ ምሕሳብ ንዓይ ይኸብደኒ እዩ በቃ ሰብ ሲ ዝኾነ ፀባይ ነይሮ ንብዙሕ ዓመታት ሲ ብሓደ ግዘ ናብ ዝኾነ ናብ ካልእ ፀባይ ክቕየር ከሎ ዝኾነ ነገር ረኪብዎ ይኾን ወይ ዝኾነ ምክንያት ሃልዎ ይኸውን እምበርስ ብዘይ ምንም ከምኡ ኢሉ ምቕያር ሲ ኣነ እንድዒ ናይ ጥዕና ይመስለኒ ብቻ ግን ኣነ ኣብ ጎኑ ኮይነ ክሕግዞ ንባዕለይ ቃል ኣትየ ኣለኹ ፋሚሊ ምክንያቱ ንሕና ደቂ ሰባት ሕማቅ ባህሪ ኣለና ማለት እንታይ ድዩ ሕማቅ ባህሪ መሲልኩም ፋሚሊ ብዙሕ ግዘ ምሳና ዝፀንሐ ሰብ ብዙሕ ፅቡቅ ናገረልና ዝፀንሐ ሰብ እዚ ሓንቲ ጥፍኣት ተረኪብናሉ ሓንቲ ሕማቅ ነገር ተገይርና ወይ ሓንቲ ዝኮነ ነገር ተገይርና ብሕማቅ ማለት እዩ በቃ ንፀልኦ ንቲ ሰብ ግን ብጣዕሚ ብዙሕ ፅቡቅ ነገር እዩ ገይርልና ፋሚሊ ሓንቲ ካብ ሚእቲ ሲ ሚእቲ ፅቡቅ ነገር ገይሩልካ ሲ ቴሳን ትሽዓተን ፅቡቅ ነገር ገይሩልካ ሓንቲ ሓንቲ ተጥፊኡ ሲ ንፀሎ ንምንታይ ንምንታይ ብሓንቲ ጥፍኣት ሲ ንቲ ዝገበረልካ ፅቡቅ ነገርስ ትርስዖ ብሓደ ግዘ ንምንታይ ተጻራሪ ዘይኸውን ፋሚሊ ንምንታይ ሽሕ ጥፋእ ተጥፊኡስ ብታ ሓንቲ ጽቡቅ ነገርስ ንምንታይ ኢና ዘይንሪኦ ንዓለይ እውን በቃ ዘተሓሳሰኒ ነገር እዩ ባይዘያ ንፋሚሊ ንምንታይ እዩ ንሰሲ ብጣዕሚ ብዙሕ ነገር ክንደይ ነገር ሪኡ ንዓና ክል ክንደይ ነገር ጽቡቅ ገይሩ ሲ ሓንቲ ሕማቅ ነገር ክገብር ከሎ ግን ንጸልኦ ንትሰብ እና ኣነ ውን ከምኡ ከምኡ ይኮንኩን ኣነ ውን ይፈልጥ እየ በቃ ናይ ሰባት ባህር ጣላል ኣነ ውን ሰብ ስለ ዝኾንኩ ናተይ ውን ፀባይ ዝነግረኩም ኣለኹ ንዓኹም ብቻ ኣይኮነን ፋሚሊ በቃ ኩልና ሰባት ግንስ ኣብ ብዙሕ ካብ ባዕለይ ጀሚሩ ዘስተውዓልኩ ከምኡ እዩ ሓደ ነገር ዝኾነ ሕማቅ ተጌርናስ ውይ እዚ እኮ ከምዚ ከምዚ ገይርለይ ነይሩ ከምዚ ከም ፅቡቅ ገባርየ ኢልና እስኪ ትሕለፈለይ እዚኣ እስኪ ክገድፋ እዚኣ ኣይንብልን። እና ከምኡ እንታይ ዝለምድ ኣነ ደስ ይለኒ ንዓልኻ እዩ ልዕሊ ማንም መጀመርያ እኮ ንዓልኻ እዩ ዋላ ሰብ በዲልካ ብናይ ፈጣሪ ዓይኒ እውን ሰብ በዲልካ ትፅቡቅ ነገሩ ረኣይዎ ዶ ብሕማቅ ነገር ሰበዝ ክትፀልኦ ይብልካን እና ኣነ ከምኡ ተዝኾነለይ ንዓለይ ከምኡ ተዝገብር ደስ ይለኒ እና ከምኡ ንምዃን እየ ሕዚ እውን ክሙክር ማለት እዩ ይዙ ሙክር ኣለኹ ክኢለዮ ዘይኮንኩስ ብቻ ግን ይሙክር ኣለኹ ኣነ ፀባየ ትፈልጥዎ ይኹም ፋሚሊ ብንሽተይ ነገር እየ ዝኹሪ ኣይክእልን ምንም ነገር ሕማቅ ነገር ሰብ ክገረኒ ከሎ ኣይክእልን እንደገና ከዓ ምምሳል እውን ኣይክእልን በቃ ዝኾነ ነገር ክኸውን ከሎ ኣብ ገፀይ ኩሉ ነገር ፍሉጥ እዩ ክሕጎስ ከለኹን ከምኡ ክሓዝን ከለኹን ከምኡ ክጭነቅ ከለኹን ከምኡ እና እስኪ ክፅዕር እየ ኣነ በቃ ንቲ ዝገበረለይ ፅቡቅ ነገራት ማንም ዘይገበረለይ ፅቡቅ ነገር ገይሩለይ እና ነቲ ዝሓለፍናዮ ፅቡቅ ነገር ኢለ እስኪ ንቲ ዝተንከባኸኒ ነገር ኢለ እስኪ ተጋጢሞ እኒኦ ነገር ካብቲ ኣጋጢሞ ዘሎ ነገር ንኡ ንምውፃእ ንፍቅርና ንምድሓን ንሓዳርና ንምድሓን ክፅዕር እየ በቃ ዝሙክር ኣለኹና እስኪ ክኽእሎ ዶ ይኸውን በቃ ንምኽኣልስ ክፅዕር እየ ብቻ ግን ለማ ኣንቲ ፋሚሊ እንታይ ክለኩም ደልየ ያው ምስ ትውልዲ ዓመት ምዃኑ ብንጉ ቁርስና በላሊዕና ደስ ዝብል ያው ፍቕረይ በጊዕ ዝፎትና ሓሪድና ኣሊና ተሓራሪድሉ ኩሉ ነገር እንድዒ ንጎት ስኢልና ስለዘይተመችኒ እዩ መስለኒ ካሜራ ገለ ሓስኩን እምበር ፋሚሊ በላሊዕና ቁርስና ብጣዕሚ ጥዑም ቁርሲ በላሊዕና ሕዚ ቡና እዩ ዝቀራረብ ኣሎ እና ኣሌክስ ሻወር ኣትዩ ኣሎ ኣይቲን ክኸድ ይመስለን ደልዩ ናበይ ምዃኑ ይፈልጥን ኣነ ብዙሕ የተፃንኮን ክለኩም ሲ ባይዘይ ትማሊ ፋሚሊ ምስቲ ድሮ ወደ ዓመት ምዃኑ ማለት በቃ ደስ ኢለዎ ንክውዕል ስለ ዝደለኹ ኣነ እና ሒምዎ እውን ስለ ዘሎ ሕክምና ንዓና ኢለዮ ነይረ ኣይክሕሸኒ ኢሉ ስቑ ኢሉ ኣነ ቁሪ ኣትዎ ከይኾን ይጠርጢረኒ ይኹ ብቻ ግን ሓምሒምዎ እዩ እኒና ፀጉሪ ቆራፂ እዩ ኣሎ ንኡ ፀዊዐ ትማሊ ናብ ገዛ መፂ ቀምቂሞ ፋሚሊ ፀጉሪ እኳ ንክቅምቀሚስ ኣይወፀን ምክንያቱ ሒምዎ እዩ ዘሎና ናዚ መፂ ዝተካኪልዎ ፀጉሩ እና ኣነ እውን ተስተካከል ምናምን ኢለ ፀዊዐ ኣስተካኪለዮ ትማሊ ኣጋጣሚ ጋሻ ምናምን ውን ስለ ዝነበረና ፋሚሊ ሓደ ካብ ርሑቕ ዝመፀ ጋሻ ነይርና እና ካሜራ ገለ ንምሓዝ ኣይተመቸይንን ክሕዘልኩም ሓስያ ነይረ እየ ከምኡ እናፀዋዕኩሉ ምናምን ግን ኣይተመቸይንም ፋሚሊ ንኸምኡ እየ ዘይመፃኹም ትማሊ እና ከምኡ ገይረ ኣስተኻኺለዮ ንበዓል ደስ ኢልዎ ክውዕል ኢለ ማለት እዩ ሶ ፋሚሊ ለማዓንቲ ግን ቁርስና ምሰላላና ገለ ቡና ተቐራሪቡ ናሃለ ሻወር ገይሩ ቡና ሰትኡ ክወፅእ ድዩ ወይ ስኢሉ ድዩ ክወፅእ ይፈልጥም ቻ ግን ብፅሒ ኢለ ክመፅእ ኢሉኒ ኣነ ብዙሕ ኣይተፃዕንክዎን ግን ኣብ ቅድሚኹም ሕዚ ናይ ኢኻ ደሊኻ ክብሎ እየ ማለት ናይ ኢኻ ደሊኻ ክለኩም ከምዚ ብጭቕጭቕ ገለ ዘይኮነ ብከምኡታት ነገር ኣይኮነን ፋሚሊ በቃ በዓልሲ ደስ ኢልና ገዛ ኩልና ንውዓል ብሓደ ደስ ዝብል ታይም ንሕልፍ ኣነ ከዓ ምስቲ ዘሎ ኩነታት ተወፂኡ ደገ ክሓሰ ይደልን ከምታት ነገር ብቻ ግን ከምቲ ስኹምን ትግምቶ ተወፂኡ ደገሲ ዝፍጠር ነገርስ ደስ ዝብል መሲሉ ይስምዐኒ ኣለኣነ እና ኣነ ድማ እሱ ክፍጠር ስለዘይደሊ ምሳይ ፅናሕ ኣብ ገዛ በዓል ክብሎ እየ ለማንቲ ብቻ ይወዳድእ እሞ ፋሚሊ ቡና ናብ ገዛ ኮፍ ኢልና ክንሰቲ ኢና። በዚ ኣጋጣሚ ከዓ ፋሚሊ ባልትና ከምንሸጥ ትፈልጡ ኢኹም። ብተወሳኺ እውን ሽፎን እውን ከም ዝጀመርኩ ነጊረኩም ነይረና ባልትናና ሽፎን ክትእዝዙ ትደልዩ ሰባት ስልኪ ቁፅሪ ኣብ ታሕቲ ከምጠልኩም እየ ከምቲ ዘልኩኹም ያው ፋሚሊ ኣነ ንዓይ ሓሊኹም ንዓይ ፎቲኹም ከም ዝኾንኩም ብደንብ እየ ዝፈልጥ ግን ድማ ቅድሚ ሕጂ እውን ነጊረኩም ነይረ ንስራሕ ትደልዩ ጥራሕ ተትድውሉለይ ደስ ይብለኒ ምክንያቱ ኣነ ናይ ብዙሕ ሰብ ዘራ ከስተኣናግድ ኣይክእልን ገሊኡ ከምዚ ይብለካ ናይ ደቂ ሰባት ከከም መልክዕና ኣተሓሳሰባና እውን ዝተፈላለየ እዩዎ ዶ እና ሓደ ከምዚ ይብለካ ሓደ ከምዚ ይብለካ ሶ ኣነ ናይ ብዙሕ ሰብ ሓሳብ ክሕዝ ስለዘይክእል በቃ ርእሰይ እውን እናተረበሽኩ ስለዝኾንኩ ቤተሰብ ንስራሕ ጥራሕ ክድውሉለይ ትኽእሉ ኢኹም። ብድሕሪኡ ባይዘወይ ከምኡ ኢለ ምስ ተዛረብኩም እውን በቃ ቴንኪ ብጣዕሚ እየ ክለኩም ዘል ፋሚሊ ምክንያቱ ከምኡ ኢለ ምስ ተዛረብኩ ብዙሓት ሰባት ንስራሕ ጥራሕ እዮም ትድውሉለይ እና ቴንኪ ብጣዕሚ ቀኒለይ ፋሚሊ ንዓይ ዘለኩም ሓልዮት ንዓይ ዘለኩም ክብሪ በቃ ከየመስገንኩኩም ክሓልፈ ይደልን ኣነ ኩሉ ግዜ እዩ ዝለኩም ብጣዕሚ እዩ ዝፈትኩም ብጣዕሚ ይቀኒሊ ፋሚሊ እና ሽፎን ጀሚረ ፋሚሊ ያው ብደንብ ብሰፊሑ እውን ክጅምረ ብቻ ግን ሕዚ እውን ሽፎን ጀሚረ ስለ ዘለኹ ብፍላይ ድማ ኣሸንዳው እናቐረበ ስለዝኾነ ነሸንዳ ይኹን ንዝኾነ ጉዳይ ይኹን ትደልይዎ ሽፎን ንኖርማል እውን ክትገብርዎ ትደልዩ ሽፎን ዝደለኽንኦ ሽፎን ክትእዝዛኒ ትኽእላ ኢኽን ደስ ዘለክን ማለት እዩ ስልኪ ቁፅሪ ኣብ ታሕቲ ከቕምጠልክን እየ ብዛዕባ ባልትና ድማ ያው ባልትናና ብጣዕሚ ተፈታውነት ናረኸ እዩ ዝኸላ ሓፂር ታይም ፋሚሊ በቃ ክነግረኩም ኣይኽእልን ብጣዕሚ እዩ ዝኸይድ ዘሎ ብጣዕሚ ማለት እዩ በቃ ብጣዕሚ ፎት እዩ ዘወሰዶ ሰብ ኩሉ ብፎትዮ ብጣዕሚ እዩ ዘመስግን ኣሎ ኢድ ይባረኽ እዩ ዝብሎና ኣብኡ ከለኹ ንወለድና ኢድ ይባረኽ ያው እሰን ከም ዘዘጋጀኡ ትፈልጡ ኢኹም ፋሚሊ እና ብዘይ ሓሰብኮ መንገዲ እዩ ዝሽየጥሎ ምክንያቱ በቃ ካብ ትግራይ እዩ ዝመፅ ትፈልጥ ወይኹምና ኣምፂናዮ ወዲያው እዩ ዝውዳእ ኩንታል ነጥሕኖ ይመፅእ ይውዳእ እዩ ፋሚሊ እና ቴንኪ ብጣዕሚ ንሳፖርትኹም እና ከዓ ፎቲኹምዎ ስለ ትእዝዙኒ ብጣዕሚ እዩ ዘመስግነኩም እና ብኡ ቀፂልና ናብ ማሓየሽናዮ ብጣዕሚ ጥዑም ጌርና ወይ እሺ ወዴኻ እሺ ንኣፋሪ ዋጥናባ ቡና ይሰትና መጀመሪያ ሰላም በለሞ ኣይ ባልትና ገለና ነገር ኮም ነይራ እሺ ሰላም ፋሚሊ ከመይ እንኳዕ ፀሓኩም ሰናይ በዓል ይኹነልኩም
ሂሽካ ዶ ንሽዶ
ብደንብ ግን ይሕሸከኒ እንታይ ሕክምና ዘይንኸድፈ ሪዓሪኻኒ ኣይግደፍኒ ተረጋጊዐ ከብል ፀገም ይብሉ ክሕሸካ ኢለካ እያ ንፈሪ ክሕሸኒ ምንም ፀገም የብሉን
ሕዚ እሞ ንምንታይ ኢኻ ትወፅእ ኣለኻ ትማሊ እኳ ክትገድስ ዓቕሚ ይነበረካ ንቁፈር ሕዚ ከዓ ክረምቲ ኣትዩ ማይ እኒ ገለኒ ቁሪኒ ብጣዕሚ እና ፈሪ ተዘይትወፅእ ፅቡቅ እዩ ችግር የብሉን ሰብ ረኺበ ክመፅእ ደልየ ፍትዕ ረኽተይ ገለ ረኺበ ክመፅእ ክነግረካ ምፈሪ ኣነ እዚ ከም ካልእ ይትሕሰቦ ግን ለማዓንቲ በዓል ይወዶ ብሓደ ተንኦልስ እንታይ ይመስለካ ኣብዚ ገዛኻ ቡና እናሰተኻ ፊልም እናረኣና ወይ ዝኾነ ነገር ደስ ዝብል ነገር እናተንውዕልስ ምስ ወድና ኮይና ደስ ኣይብልን ፍቕሪ ምስ ወደይ ደኣ ተጫዊተ እኮ ብደንቢ ስሒቐ ትማሊ ሎማዓንቲ ነዚ ከዓ ውፅእ ኢለ ሰብ ረኺበ ምምፃእ ጥራሕ እዩ ኣይ እሞ በዓል እባ ኣነ ብዘይዓ ከስኻ ተወፂኻስ ደስ ኣይብለኒ ጮር እዩ ክለኒ ፍቕሪ በዓል እሞ ስኻ ዘይብሉ ስታይ ክገብር በዓለይ ይመስለኒ ፍቕሪ ቀልጥፈ ክመፅእ እኮ ምንም ችግር የብሉን በዓል ኣይመስለንን ግን ኣነ እንታይ ዓይነት በዓል እዩ መክል መጀመርያ ሕዚ ዲካ ትወፅ ቡና ተቀራሪቡ ክተወፅ ፍቅረ ቡና ናይ በዓል ከይሰተካ ናይ ሰንበት ቡና እሺ ቡና ሰት ክወፅ ችግር ይብሉ እሺ ንምንታይ እዩ ፍቅረ ናይ ድካ ደሊካ ንገረኒ ምንም ኣቸኳይ ዲ ኮይኑ

ሕዚሲ ጥረዮ ሕዚ ተወጺኻስ ሓደ ቁሪ እዩ ንዓኻ ውን ጽቡቕ ኣይሕን ምስቲ ጥዕና ዘይብልካ ሓደ ከይሕመካ ፍቕሪ ካልኣይ ከዓ ኣነ ክጭነቕ እየ ሒምካ ናሃልየ ክትወጽእ ከለኻስ ከመይ ኢኻ ክጭነቕ እየ ሓደ ካልኣይ እንደገናሲ በዓል እዩ በዓል ከዓ ገዛኻ እዩ ሰንበት ውን እዩ ኣብ ገዛኻ እዩ ደስ ዝብል ናነሲ ደሰ ይለነቃ በዓል መሲሉ ሰይረይንን ኣብ ገዛና ቡናና ሰተና ደስ ዘለካ ነገር ታልዩን ክሰርሐልካ እዩ ፋሪ ንዓኻ ይለረዮ ስጋ ተሓሪዱኒ ደስ ዘለካ ኩሉ ተማሊኡ እኒኦ ዶ እንታይ ከደለካ ጎዲልኒ ከይበልክን ተኮይኑ ምን ጎዲል ወደ ንምንታይ እሞ ገዛ ዘይትኾን ፋሪ ነንዓ መሓዝ ተይረኪበ ክመፅእ ማለት ምዚ ኩሉስ ንምንታይ ናብ ዘይትፅውዖ እሞ ከይፀገምኒ በዓል እኒና ክልተ መዓልቲ ደሓን በቃ

ንምንታይ ኢኻ ዘይትውዕልን? ኣነ ግን እስከ ክነግረካ እሞ ፍቕረይ ዝኾነ ችግር ኣሎ ድዩ ዘጋጠመ? እንታይ ማለት ዝኾነ ችግር? እንደ ፀባይካሲ ቅይር ይሪን ከምዚ ኮንካ ንስኻ እኮ ፍቕሪ ማዘ ተቐይረ ፍቕሪ እንታይ ክባ ከምዚ ሰይኮንካ ብጣዕሚ ብዙሕ ነገር ተቐይረ ዘይበልኩ ብዙሕ ነገር እናበልኩምስ እንታይ እየ ተቐይረ? ኣነስ ክንገርኒ ዝተቐየርኩዋ ናተይ ፀባይስ ክሓንቲ ነገር ፍቕረይ

ኣነ ግን እንታይ ኢኻ ኮንካ ንገረኒ ፍቕሪ ዝኾንካዮ ነገር ስታይ እዩ ዘጋጠመካ ነገር ወይ ታሊ ዘይትነግረኒ ምንታይ ንኣብነት እንታይ ገጥመኒ እንደ ዕቃ ነሲ ብጥዕናኻ ዘይትመስለንን ወይ ዝኾነ ነገር ነገር ወዲኻ ዲ ክትልንኺ ኣነ ከምኡ ይበልኩን እንታይ ደኣ በቃ ዝኾነ ነገር እባ እንድዒ ኣነ ይፈልጥ ምቻስ ዝኾነ ነገር እንታይ እዩ ዝኾነ ነገር ዓቢድካ ኢኻ ዲኺ ትብለኺ ኧረ ኣነ ከምኡ የልኩን ፋራ እና እንታይ እዩ እሺ ኣነ ይተርደን እንታይ እዩ ብዛዕባ ምንታይ ኢኺ ትዛረቢ ወኣንዲ ሕቃ ኩሉ ነገር ካሲ ቅይር ይር ኢሉኒ ፋረይ ፀሃይ ካሲ ከምኡ እኮ ይነረ ንስኻ ዘይፀሃይ ካብ ኮ ኢኸኒ ኢኻ በዓል ምድርሲ ኣይኮነን ቡና ተቐሪቡሲ ከም ኢልካ ከም ትውዕል ነርካ ገዛና ከም ኢልና ከም ንውዕል ትፈልጥ ኢኻ ሓደ ካልኣይ ኣነ ፋረይ ፅናሕ ኢለካሲ መዓዝ ኢኻ ገዲፍካን ረጊፅካን ሃይድካ ትፈልጥ ግደፍ ሓንቲ ቃ ከምዚ ኢልካ እኳስ ተኸራኺርካኒ ኣይትፈልጥን። ኮሽ ቡን እስኺ ደስተ ኢልኪ ክቐሪ ዶ ኣይኮን ምዝራብ እኳስ ኣየድልይኒ ነይሩ ገፀ በቃ ከም ገለ ተገይረ ደስተ ዘይምስ ውይ ፍቕሪስ ደስ የለክን ክት- ክገድፎ እዩ ችግር የብሎን ኢኻ ትብለኒ ነይርካ እዚ ግን ስረዮ በቃ ከደ ኢልካ ትከራኸረኒ ኣለኻ ኣብዚ ሕዚ ንሕዚ እኳ እቲ ዝሓለፈ እሞ ግደፎ ሕዚ ንሕዚ እኳ ስረዮ ንምንታይ ፋረይ እንታይ እዩ ጋጢሙ ዝኾነ ነገር ዘጋጠመካ ነገር ተሃልዩውን ብሓደ ዘይንፈትሖ ንምንታይ ኣነ ኮንኩ እንደ ኒኻ ፋረ ኣነ ንስኻንስ ካብ ክልተና ወፃእ መን እና ድዩ ዝቀራረብ ኣነ ንስኻ እንዲና ነዋጋዋ ደፋረ እኮ ምንም ኮ እንታይ ኮይነ ድየ ሒምነት ተፀሊእኒ ስለ ዘሎ ንፋስ ደልዮክ ኣይኮነን ከምዚ ገይሩ ዝቀያየረካ ባስታ እዩ ወይ ኣነ ዘጥፋእክዎ ጥፍኣት ታሊ ወይ ከይተረደን ኮነ ኢለ ኣነ ንምንታይ እያ ስለ ጥፍኣት ኣየጥፍእን እንዲ እንታይ እሞ ደኣ ክብል ኣየጥፍእን ከምኡ እንደ ንግደፎ እታ ኮይንኪ ዘይተጥፍእ ሰብ ኣይኮንክ እንድኺ ኣይኮነን ከይፈለጥኩ ባ ዘቀየምኩካ ነገር ተሃልየ ኢለ ኣነ ኣነ ይቅየምን ኮነ ኢለ ኣነ ይጥፍእን የብልኩን ኮነ ኢለ ሲ ንዓኻ ክጎድእሰ ይጥፋእኹን ኢለ ወሰን እንዴ ሙሉ ዶኒ ሰብ ኮይኑ ሙሉ ብፁእ ኣሎ ምንም ዘይጠፍእ እኮ የለን ሰብ ግን ኣነሲ ኮነ ኢለ ንዓኻ ክጎድእ ዘጥፋእኮ ነገር ግን የለን ስለዚስ ወይ ከይተረደኒ ዝኾነ ዘጥፋእኮ ነገር ታልዩ ንገረን እሞ ክንዕርዮ ከምዚ ገይሩ ዝቀያየረካ ወይ ከዓ ዝኾነ ነገር ገለ ኮንካ ትኮንካ እውን መፍትሒ ንገረሉ ፍቅሪ ንምንታይ እዛ ገለ ኮንካ ኩያ ምርዳእ ኣብያትን ኣይኮነን ሓደ ክለካሲ ማለት እንታይ ድዩ ዋላ እዚ ናሃለኻ ሲ ከምቲ ቀደምና ኣይኮናን ወደ ሕዚ ከምዚ ኢኻ ረዮ ከምዚ ኢልካ ኢኻ ትዛረበኒ ኣለኻ ምስ ኣማዚ ጥራሕ እምበር ሲ ምስኡ ብጣዕሚ ኢኻ ትስሕቕ ትጫወት ምስኡ ከም ደስ ዘለካ ኢኻ በቃ ሞር ታይም ምስኡ ኢኻ ተሕልፍ ምሳይ እኳስ ረዮ ከምዚ ኢልካ ኢኻ ተዋጋኒ ከምኡ ይኮንካን ኣይኮነን ከምኡ ይኮነን ቀደም እባ ዝነበርካዮስ ከምኡ ይኮነን ከመይ ኢልካ ኢኻ ኣብ ወርሒ ዘይትመለ ከምዚ ኢልካ ተቐይርካ ፍቕሪ ጥዑይ ጌርካ እኳ ኣይሓቐፍካንን እኮ ተሓቕፋን ትስዕመን ኔርካ መዓዝ ሓቒፍካን ሰይምካን እንዲኻ ፋራ ካብኡ ከዓሲ ካብኡ ከዓስ ክተዋግዐኒ ከለኻስ ከምዚ ናልካ ዓይነይ እኳ ኣይትርእይኒ ናፍቲ ናራእኻ ናፍቲ ናራእኻ ንምንታይ እዩ ኣነ እንታይ ኮይኑ እንታይ ጌርካ ድያ ንፋረ ንዓይ ዓይነይ ንምርኣይ ስታይ ከይዱ ነገርክን ወሪድክ እንታይ ደልየ ኣነ እሞ ሽታይ ደኣ እዩ እሞ ንገረና ኣነ እኮ ዝሓሶ ጨኒቐኒ እኮ ዝኾነ ነገር ተሃሊስ ንምንታይ ዘይትነግረኒ? እዩ ሃልዩ ሃልዩ እንታይ እዩ ማለት እዩ ምህላይ እንታይ ምታይ ደኣ እሞ ተቀያይርካን እኮ ኢኻኒ ኢኻ ኩሉ ነገርካ እንታይ እየ እሹ ዳ ክሕሳኒ ዝሓስቦ እኮ ጨኒቕኒ ኣሎ። ምንም ኣይተቐየርኩን እመኒ እንታይ ይቕየር እሞ ኣነ እንታይ እኒ ንዘቐየር እሞ እሺ ኣነ እሺ በቃ ምሳይ ክትውዕል ደስ ተይልኒ ከይትገብሮን ኮሞ ኣነ እኮ ቀደም ንጋርሰይ ይፅበየኒ ነይሩ ፋሪ ካብ ገፀ ርኢኻሲ ደሰ የለክን ኢልካ ኢኻ ትተርፍ ነርካ ሽቡና ሰትየ ክኸደ ደለኺ ኣይኮነን ምሳይ ባህ ክትብል ደልየ ስለደበረ ምሳኻ ክእል ደስ ስለዘለኒ ችግር የብሉ እሺ ኣነ ኮና ካልእ ሓሰብኩ ንፋስ ክውቃዕ ደሊ ገዛ ፀልየ እሺ ዋላ ድሓረ ብሓደ ከይድና ዘይንውቃዕ ፅቡቅ ኣብ ገዛና ንዋል ሞ ድሓረ ንፋስ ተወቂዕና ዘይንመፅእ ንፋስ ተደሊኻ እሺ እሺ ችግር የብሉ
ዘይትዕል ኢኻ ፍቕሪ
እሺ ኧረ ፀገም የብሉን ኣነ ካልእ ትሕሰብ እዮም እሺ ኣነ እኮ ፍቕሪ ትፈልጥ ኢኻ ምሽ ካባኻ ተፈልየ ክነብር ከም ዘይክእል ትፈልጥ ዲኻ እወ ይፈልጥ ኣነ ይክእል ነቃ ከደኒ ፍቕሪ ኣነ እኮ እቲ ኩሉ ዝገብሮ ነበርኩ ነገር እስኻ በቃ ተጣይስካ ክትምለስ ኢለ እምበር ፀሊኤካ ኣይኮንኩን ፍቕሪ ኣነ ንኣኻ ክጸልእካ ከምዘይክእል ምሽ ይነግረካ ኩሉ ግዜ ምሽ ይነግረካ ፍቅሪ ኣነ ካባኻ ተፈልየ ክነብር ዘይክእል ነቃ ኩሉ ነገር ቃ ነስተኻክሎ ሽፈሪ ኣነ ደቃ ኣነስ እርግፀኛ ዝኾነ ነገር ከምዝኾንካ እምበር ብሓደ ግዜ ከምዚ ኢልካስ ኣይትቕየር እንታይ እዩ እንደታ ዝኾነ ነገር ኮይንካ እንታይ ኢኸ እንታይ ኮይነ እንታይ እሞ እየ ፈሊጠ እንታይ እሺ ጥዑይ ሰብ ምስ ክሰድንገት እኒኦኹ እንታይ ኮይነ ድኣ ሰድንገት ክቕየር ከሎስ እንታይ ትብል እሺ ኧረ ምንም ከምኡ ኣይኮንኩን ዘይነርካ እሞ ትቀየረኒ ከለኻስ ኣነ እንታይ ይኽእል ጥዕናኻ ብጥዕናኻ ኣይኮንካን ይኽእል እምበርስ እሺ እንታይ እየ ደኣ ክብል ሓደ ሰብ ካብ መሬት ተላዒሉ ክቕየር ከሎ እሞ ከዓ ምንም ጥፍኣት ዘየለ እሺ ወይ ጥፍኣት ገለ ንክቕየር ተገይረካ ኣነ እውን ንገረኒ ከስተኻኽሎ ምስትኽኻል ድኣ ብዙሕ ተነጋጊርና እኮ ኣቢኺ ኣይኮነን ካብ መጀመርታ እባ ኣነ እኮ ድሓር ዝገበርክዎ ነገር እዩ ስወዶ እሺ ካብ መጀመርታ ዘጥፋእክዎስ እንታይ እዩ ተስተኻኽልዮ ነገር ማማዓት ኣሎ ንዓይ ኣይትርድእንን እሺ ከመይ ኣይትርድእንን ማለት ፈረ ብዙሕ ነገር ኣሎ በቃ በዓል እዩ ሎማዓንቲ ግን ኣነ ሱቕ ይሕሸኒ ካሊእ መዓልቲ ንዘራረብ በዓል እዩ ሎማዓንቲ ካብኡ ከዓ ይሕመኒ ኣሎ እሺ ኣነ ኣብ ጎንኻ ኮይነ ክሕግዘካ እየ ፈርያ እሺ ኩሉ ነገር ክነስተኻኽል እየ እሺ ኩሉ ነገር እዚ ክነስተኻኽል እየ በቃ ፈርያ እሺ እሺ
ኣነ እኮ ከምኡ ዝኮሪ ከምኡ ዝብል እኮ ስለ ዝፎትየ ከም ምኳኑ ትፈልጥ እንዲኻ ፈርያ ዶ ናና ዘይተርድእኒ ነገራት እኮ ሓደ ሓደ እሺ በቃ ንምርዳእ ክሙክር እዩ
ተተረዲኽንማ ደስ ይብለኒ ካብ ልደታ ክበኣሰና ነይሩ እዩ ግን ንስኺ ዘይኮነ ነገር እናጠርጠርክኒ ስለ ዝኾንኩ እኮ
ዘይኮነ ነገር ኣይኮነን ፍቅረይ እኮ ኣነ እኮ ዝረኣኽዎ እዩ ግን ነቃ ችግር የብልን ሕዚ እሱታተይ ንዘራረብ ንኣነ ንስኽን ትማሊ ተዘራሪብና ኣሎ ዶ ማለት ብደንብ ዋላይ ንዘራረብ ብደንብ ዋላይ ይዋጋእኻንን ሕዚ ከምኡ ጌርካ ዕፁ ዕፁ ቢልካን ግን ሓደ ይሕመካ እውን ኣሎ ካልኣይ ብዙሕ ዘራ ክንዘራረ ክነዝሕ እውን የደልናና ብቻ ግን ተረዳዲእና ኣለና ወዶ ንክነስተኻክል ክልቴና ስለ ዝተረዳዳእና ዋናው ካብ ምርድዳእና እዩ ካልእ ነገር ቀስ ኢልካ እዩ ዝመሓየሽ ስለ ዝፋረ እውን ንክርደእካ ክምክሬ ኩሉ ነገር እስኻ እውን ከም ቀደምካ ክትኮን ይደሊ እሺ ዝኾነ ነገር ተሃልዩ እውን ክትነግረኒ ምንም የለን ሓደ ኮይና ኩሉ ነስተካክል ኢና ሽፋረ
ሕዚ ግን ኣገዛ ምሳይ ነው ኣሉ መፋረ ካብኡ ድሓረ ቡናና ንስተ ድሓር ከዓ ምሳሕና ንብላዕ ኩሉ ነገር እሞ ድሓረ ኣጋ ምሸቶ ይገለ ከይድና ንፋስ ክትውቃዕ ደስ ተይልካ ንፋስ ትውቃዕ
ችግር የብልን እሺ እሺ